ሰኔ 27 ሓምለ ዓመት 2026 ሰላምታና ይብጻሕኹም ክቡራት ተኸታተልትና ንሎሚ ዝተዳለዉ ዜናታት ሒዝና ቀሪብና ኣለና። ብቐዳምነት ቀንዲ ርስታቶም ቤት ፍርዲ ካሊጋሪ ካናዳ ብልዕሊ ኤርትራውያን ውሳነ ኣመሓላሊፉ። ሰራዊት ሱዳን ነቲ ርእሰ ከተማ ካርቱም ምስ ኤል ኦበይድ ዘራኽብ ዓብዪ ጽርግያ ሙሉእ ብሙሉእ ከም ዝቆጻጸሮ ገሊጹ። ኬንያ ሚኒስተር ሶማልያ ናብ ሃገራ ከይኣቱ ከልኪላ። ኡጋንዳዊ ዲፕሎማት ኦላራ ኡቱኑ ቀጻሊ መራሒ ውድብ ሕቡራት ሃገራት ንምዃን ይወዳደር ኣሎ። ኣብ ዴሞክራሲያዊት ሪፓፕሊክ ኮንጎ ለበዳ ኢቦላ ብዝለዓለ ብርኪ ይውስኽ ኣሎ። ሃገራዊት ጋንታ ኩዕሶ መርበብ ደቂ ኣንስትዮ ቱርኪ ተዓዊታ ዝብል'ዮም፣ ዝርዝሮም ይስዕብ። ቤት ፍርዲ ካሊጋሪ ካናዳ ብልዕሊ ኣርባዕተ ኤርትራውያን ውሳነ ኣመሓላሊፉ። ኣብ ከተማ ካሊጋሪ ዝርከብ ቤት ፍርዲ ምስቲ ኣብ ዝሓለፈ ዓመት ኣብ መንጎ ኤርትራውያን ዘጋጠመ ጎንጺ ብዝተኣሳሰር ኣብ ልዕሊ ኣርባዕተ ኤርትራውያን ውሳነ ከም ዘመሓላለፈ ትማሊ 26 ሓምለ ቢቢሲ ዘውጽኦ ሓበሬታ የመልክት። ኣብ ወርሒ መስከረም ክልተ ሽሕን ዕስራን ሰለስተን ኣብ ከተማ ካልጋሪ ከባቢ ፎልኮን ሪጅ ኣብ መንጎ ደገፍቲ መንግስቲ ኤርትራን ተቓወምትን ብዝተላዕለ ናዕቢ ኣብ ንብረት ዕንወትን ሰፊሕ መጉዳእቲ ኣካልን ከም ዝበጽሐ ዝዝከር እዩ። ፖሊስ ካሊጋሪ ነዚ ኩነታት ኣብ ታሪኽ እታ ከተማ ካብ ዘጋጠሙ ዝኸፍአ ህዝባዊ ናዕቢ ክብል ገሊጽዎ ነይሩ። ነዚ ስዒቡ ብርክት ዝበሉ ሰባት ብገበን ተኸሲሶም ክመላለሱ ድሕሪ ምጽናሕ ትማሊ ዳኛ ሃሪ ቫን ሃርተን ኣብ ልዕሊ ኣርባዕተ ኤርትራውያን ናይ መወዳእታ ውሳነ ሂቡሎም። እቶም ኣርባዕተ ውልቀ ሰባት ኣብ ናዕቢ ምክፋል ከምኡውን ንጎንፂ ዝውዕል ኣፅዋር ምሓዝ ብዝብሉ ገበናት ዝተኸሰሱ ኮይኖም እቶም ጥፉኣት ተባሂሎም ዝተረኽቡ ውልቀ ሰባት ንዝተወሰነ ግዜ ካብ ዓሰርተ ክልተ ክሳብ ዓሰርተ ሸሞንተ ኣዋርሕ ኣቢሉ ኣብ ትሕቲ ፅኑዕ ምከታል ፖሊስን ገደብ ምንቅስቓስን ክፀንሑ ተፈሪዶም ኣለዉ። ንማሕበረሰቦም ንዝተወሰነ ሰዓታት ክሰርሑ ዝተኣዘዞም ኮይኖም ንዝመፅእ ዓሰርተ ዓመታት ዝኾነ ይኹን ዓይነት ኣፅዋር ኲናት ወይ ንጎንፂ ዘገልግሉ ነገራት ንከይሕዙ ድማ ተኣጊዶም ኣለዉ። ዳኛ ሃሪ ቫን ሃርተን ውሳንኡ ኣብ ዘመሓላለፈሉ እዋን ኣብ ካናዳ ዝኾነ ይኹን ፖለቲካዊ ፍልልይ ብጎንፅን ብናዕብን ክፍታሕ ኣይፍቀድን እዩ ብምባል እቲ ዘጋጠመ ፍፃመ ንህዝባዊ ፀጥታ እታ ከተማ ኣብ ሓደጋ ዘውደቐን ንናይ ፖሊስ ሓይልታት ዘጨነቐን ምንባሩ ገሊፆም። ኣብቲ ኣብ መስከረም 2023 ዘጋጠመ ጎንፂ ልዕሊ 150 ዝኾኑ ሰባት ኢድ ከም ዝነበሮም ዝፍለጥ ኮይኑ ዛጊት ፖሊስ ኣብ ልዕሊ 28 ሰባት ዝተፈላለየ ክስታት ገበን መስሪቱ ይርከብ። እቲ ፖሊስ ነቲ ጉዳይ ንምምርማርን ተዋሳእቲ ንምልላይን ክሳብ ሕጂ ሰፊሕ ስራሕቲ የካይድ ከም ዘሎን ነቶም ኣብ ተመሳሳሊ ተግባራት ክሳተፉ ዝኽእሉ ሰባት ከም መጠንቀቕታ ክኸውን ከም ዝኽእል ተዓዘብቲ ይገልጹ ኣለዉ። ሰራዊት ሱዳን ነቲ ርእሰ ከተማ ካርቱም ምስ ኤል ኦበይድ ዘራኽብ ዓብዪ ጽርግያ ምሉእ ብምሉእ ከም ዝቆጻጸሮ ገሊጹ። ቀንዲ ዕላማ ምቁጽጻር ጽርግያ ኣል ሳድራት ሰራዊት ወሃቢ ቅልጡፍ ደገፍ ኣብ ሰሜን ኮርዶፋን ንኤል ኦበይድ ንምቁፅፃር ዝገበሮ ፈተነ ደው ከብል ንምግባር ከምዝኾነ ሰራዊት ሱዳን ኣፍሊጡ። ፀብፃብ ኣልጀዚራ ከምዘመልክቶ ሰራዊት ሱዳን ንፅርግያ ኣል ሳድራት ብምቁፅፃር ወተሃደራት፣ ኣፅዋርን ነዳድን ካልኦት ኣገደስቲ ነገራት ብቐሊሉ ክንቀሳቐስ ከምዘኽእሎን ብኣንፃሩ ዕጡቕ ጉጅለ ወሃቢ ቅልጡፍ ደገፍ ንርእሰ ከተማ ግዝኣት ሰሜን ኮርዶፋን ዝኾነት ኦል ዑበይድ ንኸይቆፃፀራ ዘኽእል ዕድል ከምዝኾነ ኣመልኪቱ። ኣብ ከተማ ኦል ዑበይድ ፍርቂ ሚልዮን ዝኾኑ ሰባት ከምዘለውን ጉጅለ ዕጡቕ ወሃቢ ቅልጡፍ ደገፍ ኣብ ልዕሊ ሰላማውያን ሰባት ከቢድ ሰብኣዊ ግህሰትን ደብዳብ ድሮንን ይፍፅም ከምዘሎውን ፀብፃባት የመልክቱ። ኣብታ ከተማ በቲ ዕጡቕ ጉጅለ ቅድም ክብል ሰብኣዊ ኣብ ልዕሊ ሰላማውያን ሰባት ከቢድ ሰብኣዊ ግህሰት ከምዝተፈፀመ ውድብ ሕቡራት ሃገራት ኣፍሊጡ ከምዝነበረን እቲ ጉዳይ ብኮሚሽን ሰብኣዊ መሰላት ውድብ ሕቡራት ሃገራት ዝተታሕዘ ርእሰ ጉዳይ ከምዝኾነን ይፍለጥ። ጉጅለ ዕጡቕ RSF ነቲ ቀንዲ ጽርግያ ትማሊ ሰንበት ንምቁጽጻር ኣብ ዝገበሮ ፈተነ ሰራዊት ሱዳን ብልዑል መጠን ከም ዝተኸላኸለን ደማዊ ውግእ ብምክያድ ኣብ መንጎ ካርቱምን ኦል ዑበይድን ዝርከባ ከተማታት ከም ዝተቖጻጸረን ድማ እቲ ጸብጻብ የመልከት። ሰራዊት ሱዳን ብዝኸፈቶ መጥቃዕቲ ንከተማታት ኦም ኩርፋን ጃሪክን ብምቁጽጻር ኣብ ልዕሊ ዕጡቕ ጉጅለ RSF ከቢድ ክሳራ ከም ዘውረደን ንድሕሪት ከንሳሕብ ከም ዝገበሮን ኣፍሊጡ። ሰራዊት ሱዳን ዝወስዶ ዘሎ ወተሃደራዊ መጥቃዕቲ ብምቕጻል ነቲ ርእሰ ከተማ ካርቱም ምስ ኤል ኦቤድ ዘራኽብ ዓብዪ ጽርግያ ኣልሳድራት ሙሉእ ብሙሉእ ከም ዝቆጻጽሮ ድማ ኣፍሊጡ ኣሎ ጋዜጠኛ ኣልጀዚራ ኣልሚግዳድ ኣልሮሃይድ ሰራዊት ሱዳን ነቲ ቀንዲ ጽርግያ ሙሉእ ብሙሉእ እንተተቆጻጺርዎ ኣብ ውሽጢ ኣዋርሕ ንመጀመርታ ግዜ ኣብ መንጎ ርእሰ ከተማ ካርቱምን ኮርዶፋንን ቀጥታዊ ርክብ ክህሉ ዘገብር ምዃኑ ሓቢሩ። ኬንያ ሚኒስተር ሶማልያ ናብ ሃገራ ከይኣቱ ከልኪላ ሰበስልጣን ኬንያ ንሚኒስተር ጉዳያት ወጻኢ ፕረዚደንትነት ሶማልያ ኣብ ናይሮቢ ኣህጉራዊ መዕርፎ ነፈርቲ ጆሞ ኬንያታ ምስ በጽሐ ናብ መቓድሾ ከም ዝመለስዎ ጸብጻባት የመልክቱ። እቲ ሓደ ካብቶም ናይ ቀረባ ፖለቲካዊ መሓዙት ፕረዚደንት ሓሰን ሸኽ መሓሙድን ኣብ ውሽጢ ቪላ ሶማልያ ከም ላዕለዋይ ሰብን ዝረኣ በዓል ስልጣን ናብታ ሃገር ክኣቱ ከም ዘይፍቀደሉን ናብ ርእሰ ከተማ ሶማልያ ቅድሚ ምምላሱ ብሰበስልጣን ኬንያ ከም ዝተሓበሮ ጸብጻብ ባይዳ ኦንላይን ብ26 ሓምለ ሓቢሩ። መንግስቲ ኬንያ ይኹን ፌደራላዊ መንግስቲ ሶማልያ እቲ ሚኒስተር ንምንታይ ምእታው ከም ዝተኸልከለ ዝገልጽ መግለጺ ኣየውጽኡን ዘለዉ። እዚ ፍጻመ ብዛዕባ ዲፕሎማስያዊ ዝምድና ናይሮብን መቓድሾን ሓድሽ ሕቶታት ከበግስ ተኽእሎ ኣሎ። ኣብ ዝሓለፈ ወርሒ ሰበስልጣን ኬንያ ንኻልኣይ ምክትል ቀዳማይ ሚኒስተር ሶማልያ ነቲ ዝድለ ኣገባባት ኢሚግረሽን ከየማልኣ ናብታ ሃገር ኣትዩ ብምባል ካብ ናይሮቢ ከም ዝሰጎጉዎ ዝዝከር እዩ። ብኻልእ ወገን ሶማልያ ንኣምባሳደር ኬንያ ጸዊዓ ከም ዘላ ተገሊጹ። ሓያለ ሚኒስተራት ሶማልያ ናብ ናይሮቢ ከይኣትዉ ተኸልኪሎም ዝብል ጸብጻባት ስዒቡ ፌደራላዊ መንግስቲ ሶማልያ ንኣምባሳደር ኬንያ ኣብ ሶማልያ ጸዊዑ። ብመሰረት ወግዓዊ ምንጭታት ሰበ ስልጣን ሶማልያን ኬንያን ብዛዕባ'ቲ ኣባላት ፌደራላዊ መንግስቲ ሶማልያ ኣብ ናይሮቢ ኣህጉራዊ መዕርፎ ነፈርቲ ጆሞ ኬንያታ ደው ኢሎም ናብ ርእሰ ከተማ ኬንያ ከይኣትዉ ዝተኸልከልሉ ዝተገልጸ ፍጻመ ዝምልከት ኩነታት ክዛተዩ ትጽቢት ይግበር። ምንጭታት ኣብ ውሽጢ ሚኒስትሪ ጉዳያት ወፃኢ ሶማልያ እውን ኣረጋጊፆም ኣምባሳደር ኬንያ ኣብ መቓድሾ ናብቲ ሚኒስትሪ ከም ዝተፀውዐን ሰበስልጣን ሶማልያ ብዛዕባ እቲ ጉዳይ መብርሂ ክሓቱን ትፅቢት ይግበር ኡጋንዳዊ ዲፕሎማት ኦላ ኦቱኑ ቀጻሊ መራሒ ውድብ ሕቡራት ሃገራት ንምዃን ይወዳደር ኣሎ። ኡጋንዳዊ ዲፕሎማት ኦላራ ኦቱኑ ቀጻሊ ዋና ጸሓፊ ውድብ ሕቡራት ሃገራት ንምዃን ቆቢዑ ብምድርባይ ንኣንቶኒዮ ጉተሬዝ ብምትካእ ሻብዓይ መራሒ እቲ ውድብ ንምዃን ከም ዝደሊ ኣረዲኡ። ኣቐድም ኣቢሉ ምክትል ዋና ጸሓፊ ውድብ ሕቡራት ሃገራት ኮይኑ ዝሰርሐን ፍሉይ ተወካሊ ህጻናትን ምእላይ ዕጥቃዊ ጎንጽታትን ዝነበረ ኦቶኑ ዓርቢ ናብ ፕሬዚደንት ሓፈሻዊ ባይቶ ውድብ ሕቡራት ሃገራትን ቤት ምኽሪ ጸጥታን ኣብ ዝለኣኾ ደብዳቤ ነቲ ውድብ ንምምራሕ ባህጊ ከም ዘለዎ ኣረዲኡ። ብሃገረ ኡጋንዳ ዝተወከለ ወዲ 75 ዓመት ዲፕሎማት ኦላራ ኦቶኑ ነቲ ብዕድመ ዝደፍአን ንክልተ ሓሙሽተ ዓመታት ነቲ ውድብ ዝመርሐን ጉተረዝ ክትክእን ኣብ ቅልውላው ንዘሎ ውድብ ሕቡራት መንግስታት ሓድሽ ህይወት ክዘርእ ዝለዓለ ዕዮ ከም ዝጽበዮን ኣመልኪቱ ክብል ቲያርት ኣፍሪቃ ጸብጺቡ። ንሱ ኣብ ደብዳቤኡ ኣገዳስነት ቀጻሊ ትካላውያን ተሃድሶታት ከጉልሕን ዓበይቲ ኣህጉራዊ ግጭታት ብኡ ንብኡ ደው ንምባል ኣብ ዝግበር ጻዕርታት ቀዳምነት ሂቡ ከም ዝሰርሕን እውን ኣመልኪቱ እዩ። ብተወሳኺ እውን ንዕዮ ውድብ ሕቡራት ሃገራት ዝቆጻጸር ኤኣይ ከቕውም ከም ዝኾነ፣ ከም ዝተመጻበዐን ቁጠባዊ ምዕባለ ዘይጎድእ ለውጢ ክሊማ ኣድላዪ ምዃኑ ከም ዝሓበረን እውን እቲ ጸብጻብ የረድእ። ኡጋንዳዊት ዲፕሎማት ኦላራ ኦቶኖ ሓዊሱ ራፋኤል ግሮሲ ካብ ኣርጀንቲና ሓላፊ ኣህጉራዊ ትካል ኣቶሚክ ጸዓት ውድብ ሕቡራት ሃገራት፣ ፕሬዚደንት ቺሊ ነበር ሚሸል ባቸለት፣ ምክትል ፕሬዚደንት ኮስታሪካ ነበር ሪቤካ ግሪንስፓን፣ ሚኒስትሪ ወጻኢ ጉዳያትን ምክልኻልን ኤኳዶር ነበር ማርያ ፈርናንዳ ኤስፒኖሳ፣ ሚኒስተር ወጻኢ ሃገር ጊያና ነበር ካሮሊን ሮድሪገስ ቢርከትን ፕሬዚደንት ሴኔጋል ነበር ማኪ ሳል ነቲ ውድድር ንምምራሕ ዝነሓንሑ ዘለዉ ሕጹያት ከም ዝኾኑ እቲ ጸብጻብ ኣመልኪቱ። እቲ መስርሕ ምምራጽ ኣብዚ ሰሙን እዚ ኣብ 15 ሃገራት ብዝቖመ ቤት ምኽሪ ጸጥታ ሕቡራት ሃገራት ከም ዝሳለጥ እቲ ሓበሬታ የመልክት። ኣብ ዴሞክራሲያዊት ሪፓብሊክ ኮንጎ ለበዳ ኢቦላ ብዝለዓለ ብርኪ ይውስኽ ኣሎ። ኣብ ዲሞክራስያዊት ሪፓፕሊክ ኮንጎ ዝረኣ ዘሎ ለበዳ ሕማም ቫይረስ ኢቦላ ብዝለዓለ ደረጃ እናወሰኸ ይኸይድ ከምዘሎን ክሳብ ሕጂ ብዝሒ ናይቶም ብቫይረስ ዝተለኽፉ ሰባት ሰለስተ ሽሕን ክልተ ሚእትን ከምዝበጽሐን ብዝሒ ዝሞቱ ድማ ሓደ ሽሕን ኣርባዕተ ሚእትን ሓሙሽተን ከምዝበጽሑ ሚኒስትሪ ጥዕና እታ ሃገርን ትካል ጥዕና ዓለምን ኣፍሊጦም። እዚ ድማ ነቲ ኣብ ምብራቓዊ ክፋል እታ ሃገር ዝተራእየ ለበዳ ሓደ ካብቶም ዝኸፍኡን ዘሰክፉን ታሪኽ እታ ሃገር ገይርዎ ኣሎ ተባሂሉ። ሰብ ሞያ ጥዕና ነቲ ለበዳ ንምቁፅፃር ኣብ ዝገብርዎ ዘለዉ ምንቅስቓስ ዓበይቲ ዕንቅፋታት የጋጥሞም ኣብ ዘለወሉ እቲ ለበዳ ኣብ ዝተራእየሉ ከባቢታት ዝርከቡ ዕጡቓት ጉጅለታት ዘካይድዎ ዘለዉ ውግእን ዘይርጉእ ኩነታትን ሰብ ሞያ ጥዕና ናብ ኩሉ ከባቢታት በፂሖም ክታበትን ሕክምናን ንምሃብ ዓብዪ ዕንቅፋት ኮይንዎም ይርከብ። ኣብ ገለ ከባቢታት ዝርከቡ ነበርቲ ብሰንኪ ዝረኽብዎ ዘለዉ ግጉይ ሓበሬታ ኣብ ልዕሊ ሰብ ሞያ ጥዕና ዝወሃብ ሕክምናን ዘይምትእምማንን የርእዩ ኣለዉ። እዚ ድማ ሕሙማት ናብ ሕክምና ካብ ምኻድ ንኽዕቀቡን እቲ ሕማም ብዝያዳ ንኽላባዕን ምኽንያት ይኸውን ኣሎ። ትካል ጥዕና ዓለም ምስ መንግስቲ ኮንጎ ብምዃን መጠነ ሰፊሕ ወፍሪ ክታበት የካይዱ እኳ እንተሃለዉ፣ ይኹን እምበር እዚ ቫይረስ ናብ ጎረባብቲ ሃገራት ከይላባዕ ዘሎ ስግኣት ዝለዓለ ብምዃኑ ኣብ ዶባት ዝግበር ምክትታል ዝለዓለ ኮይኑ ይርከብ። ብሓፈሻ ህዝቢ ምልክታት እቲ ሕማም ከም ረስኒ፣ ድኻም፣ ቁጥዐ ጭዋዳታት፣ ከቢድ ርእሲ ሕማምን ቀጺሉ ድማ ተምላስን ውጽኣትን ምስ ርእዩ ብቕልጡፍ ናብ ማእከላት ትካላት ጥዕና ክኸዱ ከም ዘለዎም ሰብ ሞያ የተሓሳስቡ ኣለዉ ክብል ሎሚ 27 ሓምለ ኣልጀዚራ ዝዘርግሖ ሓበሬታ የመልክት። ሃገራዊት ጋንታ ኩዕሶ መርበብ ደቂ ኣንስትዮ ቱርኪ ተዓዊታ። ሃገራዊት ጋንታ ኩዕሶ መርበብ ቮሊቦል ደቂ ኣንስትዮ ቱርኪ ኣብ ፍጻመ ንመጋጥምታ ብራዚል 3 ንሓደ ብምስዓር ተዓዋቲት ሻምፒዮን ኮይና። ኣብ ማካኦ ቻይና ዝተኻየደ ውድድር ሻምፒዮን ጸወታታት ምብራቕ ኤስያ ዶመ ልዑል ብቕዓት ዘርኣየት ቱርኪ ኣብ ታሪኻን ካልኣይ ግዜያ ተዓዊታ። ቱርኪ ኣብ ፍርቂ ፍጻመ እውን ንኣኣንጋዲት እቲ ውድድር ቻይና ብምስዓር'ያ ናብ ፍጻመ በጺሓ። እዚ ዓወት ድማ ንቱርኪ ናብ ካልእ ምዕራፍ ዘሰጋግር ውጽኢት ምዃኑ ተንተንቲ እቲ ዓውዲ ይገልጹ። ክቡራት ተኸታተልትና ንሎሚ ሶኑይ ዝተዳለዉ ዜናታትና ኣብዚ ዛዚምና ኣለና። ድሕሪ ቐትሪ ኣብ ዝፍኖ ዜና ሰዓት ክሳብ ንራኸብ ሰላም መዓልቲ።